እዚ መግቢ'ዚ ንጥዕና ጎዳኢ ምዃኑ ወይ'ውን ክሽየጥ ከም ዘይብሉ ሓቢሩ ነይሩ፣ እንተኾነ ግን እቶም ነጋዶ ብሕቡእ ይሸጥዎ ከም ዘለዉ ንመንግስቲ ክወቕሱ'ዮም ዝረኣዩ ዘለዉ፣ ብግልጺ ስለ ዘይተዛረበ ማለት እዩ። ናይ ጀርመን እዩ ኣታ እዛ ጽሕፍቲ ዘይትገድፍዋ ኢኹም እዛ ናይ ጀርመን እዚኦም ድሮን እዮም ዝብሉ ኣለዉ ዩፎ እዮም ዝብሉ ዘለዉ ገሊኦም ከኣ ካብ መንግስቲ መልሲ ዝጽበዩ ኣለዉ ማለት እዩ ናብ ዝተፈላለዩ ሃገራት ካብኡ ውን ይዝርጋሕ ስለ ዝኾነ ናብ ኢትዮጵያ ኣትዩ ናብ ጁባ ናብ ዩጋንዳ ዝኣቱ ስለ ዝኾነ። እዚኣ ትርኣ ኣለኻ ዓሶ ርእስን መርዘንን ኣለዋ እንዶ። ክልተ ወድን ጓልን እዮም ብቅትለት ናይዚ ህንዳዊ ተሓተቲ ኮይኖም ዘለዉ ማለት እዩ። ሰላም ከመይ ትኾኑ ጋይስ ካብ ፊሊን ሎማዓንቲ ካብ ዝተፈላለየ ትሕዝቶ ተመይስና ኣለና ላይክ ምግባር ጀምሩ ኣዛ ቪድዮ Let's go! Chip, chip, o cafiri. ሎማዓንቲ በዛ ሰለዚ ጋይስ ሎማዓንቲ በዛ ትሪእዋ ዘለኹም ሕጽር ዝበለት ሓበሬታ ክንጅምር ኢና ኣዝያ ኣገዳሲት ሓበሬታ ብፍላይ ካኒ ኣብ ቀርኒ ኣፍሪቃ ንእትርከቡ ማለት እዩ ኣብ ኬንያ ብሓፈሻ እውን ኣብ ቀርኒ ኣፍሪቃ ንእትርከቡ ኣዝያ ኣገዳሲት ሓበሬታ እያ ኣብኡ እንተዘይሃሊኹም ካኒ ኣሕዋትኩም ኣዝማርኩም ድሕር ሃልዮም እዛ ቪድዮ እዚኣ ላእኹሎም ማለት እዩ እዚ ትሪእዎ ዘለኹም ብሲቲዝን ቲቪ ኬንያ ዝተባሃለት ሓንቲ ዓባይ ቴሌቭዥን ናይ ኬንያ ዝተዘርግሐ እዩ ማለት እዩ እዚ ካኒ ብዛዕባ ናይ መግቢ ሩዝ ዝተመልከተ እዩ ኣብ ዝሓለፈ ኦክቶበር ጀሚሩ ዝኣተወ ካብ ፓኪስታን ዝኣተወ ሩዝ ኣሎ ናብ ኬንያ ብመንገዲ ሞምባሳ ማለት እዩ እዚ ሩዝ እዚ ብሚኒስትሪ ጥዕና ወይ ብሓፈሻ ሚኒስትሪ ናይ መግቢ ከምኡውን ኣግሪካልቸር ክኸውን ይኽእል እዩ እዚ መግቢ እዚ ንጥዕና ጎዳኢ ምዃኑ ወይ እውን ክሽየጥ ከም ዘይብሉ ሓቢሩ ነይሩ እንተኾነ ግን ነቶም ነጋዶ ብሕቡእ ይሸጥዎ ከም ዘለዉ እዩ እዚ ቴሌቭዥን ዝሕብር ዘሎ ማለት እዩ ልዕሊ 200 ሚሊዮን ኪሎግራምስ ኣብ ዕዳጋ ከም ዘሎ እውን ሓቢሩ ኣሎ ማለት እዩ። እዚ ከኣ ብሞምባሳ ወይ ናብ ኬንያ ዝኣተው ንብረት ከኣ ብሓፈሻ ናብ ዝተፈላለዩ ሃገራት ካብኡ እውን ይዝርጋሕ ስለ ዝኾነ ናብ ኢትዮጵያ ኣትዩ ናብ ጁባ ናብ ዩጋንዳ ዝኣቱ ስለ ዝኾነ ስለዚ ብሓፈሻ ኣብ ቀርኒ ኣፍሪቃ ንዘለኹም እዚ ዓይነት መግቢ ወይ ከዓ እዚ ሩዝ ዝበሃል ዘሎ ብዚ ቀረባ እዋን ናብ ህዝቢ ተዘርጊሑሎ ዝብሃል ዘሎ ንኸይትገዝእዎ ክትጥንቀቑ ኣለኩም። ዒስራን ሓሙሽተን ኪሎ መሸማዕ እዩ ከምዚ ትሪእዎ ዘለኹም እቲ መሸማዕ ውን ዝመስል ኣሎ ስለዚ ሓዋዊሶም ወይ ብዝተፈላለዩ መንገዲ ክሸጥዎ ስለ ዝኽእሉ ክትጥንቀቑ ኣለኩም ወይ ትገዝእዎ ነገር ክትፈልጡ ኣለኩም ማለት እዩ። ከምቲ ዝበልኩም ኣቐዲመ ውን ኬንያ ዝኣተው ንብረት ናብ ዝተፈላለዩ ቀርኒ ኣፍሪቃ ብሓፈሻ ናብ ብዙሓት ሃገራት ቀርኒ ኣፍሪቃ ስለ ዝኣቱ ንኬንያ ጥራይ ዝምልከት ኣይኮነን ማለት እዩ። ስለዚ እዚ ዓቢ መጠንቀቕታ እዩ ማለት እዩ። እዚ ትሪእዎ ዘለኹም እቲ መሸማዕ ከምዚ ይመስል፣ እዚ ሒዞሞ ዘለዉ እዩ ማለት እዩ። ካልእ ኣብ ካናዳ ኣብ ኤድመንተን ዘጋጠመ ክነግረኩም ብዙሓት ኢትዮጵያውያን ሸር ዝብልዎ ርእየዮ ነይረ ወይ ከዓኒ ንዕኡ ንምሕጋዝ ብምባል ብዙሓት ኢትዮጵያውያን ሸር ክብልዎ ርእየዮ ዛስዋየ ዘምጸልኩም ዘለኹ ኣብዚ ደንቅነ ዘጋጠመ ሓደ ህንዳዊ ኣብ ሰኪሪቲ ተቆጺሩ ዝሰርሕ ዝነበር ማለት እዩ ካናዳ ካብ ዝመጽእ ሓደ ዓመትን ፈረቓን ገይሩ ኣሎ ሰኪሪቲ ተቆጺሩ እንዳስርሐ ከሎ ከኣኒ ከምቲ ትሪእዎ ዘለኹም ብቪድዮ መልክዕ እውን ይረአ እዩ ኣብዚ ምናልባት ዩቲዩብ ከኸልክለና ስለ ዝኽእል ኣብቲ ዝሰርሓሉ ዝነበረ ህንፃ ብናይ ሓሽሽ ጋንግስተራት ተሃሪሙ ከም ዝሞተ ብዙሓት ኢትዮጵያውያን ከኣ ነዚ ናይዚ ግለሰብ ወይ ከኣ ሬሳ ንምልኣኽ ብምባል ኣብ ሓደ ቪድዮ ተኣኪቦም ሼር ክብለዎ ርእየዮ ማለት እዩ። እዚ ትሪእዎ ዘለኹም እቲ ዝዓረፈ እዚ ህንዳዊ እዚ እዩ ማለት እዩ። ወዲ ዕስራ ዓመት እዩ ኣዝዩ ንእሸይ እዩ ኣይ ቲንክ ተማሃራይ እዩ ዓመትን ፈረቓን ጌሩ ዘሎ እዚ ዝቐተለ ከኣ እዚ ትሪእዎ ዘለኹም እዩ። ክልተ ወድን ጓልን እዮም ብቅትለት ናይዚ ህንዳዊ ተሓተቲ ኮይኖም ዘለዉ ማለት እዩ። እታ ትሕዞ ዘላ መጀመርያ ኣብዛ ስእሊ እንድሕር ርኢኹማ እታ መጀመርያ ትሕዞ ዘላስ ትባእሶ ዝነበረትን ድሕሪኡ ካኒ እቲ ሽጉጥ ዝተኮሰሉን ማለት እዩ። ተሓተቲ ኮይኖም ዘለዉ እሶም እዮም እቲ ዝቀተለ እዚ ትርእይዎ ዘለኹም እዩ ማለት እዩ። ስለዚ ኣዝዩ ዘሕዝን እዩ ብዙሓት ኢትዮጵያውያን ካኒ ኣብ ጥቅኡ ዝነብሩ እውን ክኾኑ ይኽእሉ እዮም ንናይ መስደዲ ሬሳ ብምባል ወይ ካኒ ሓግዞም ነዞም ቤተሰብ እንዳበሉ ክጉስጉሱ ስለ ዝረኣኹም እየ እዛ ቪድዮ እዚኣ ኣምጺኤያ ማለት እዩ። ኣዝዩ ዘሕዝን እዩ። ካልእ ልንቅነ ኣብ ኣሜሪካ መዛረቢ ማዕከናት ዜና መዛረቢ ህዝቢ እውን ኮይኑ ዘሎ ብዛዕባ ኣብ ሰማይ ዝተራእዩ በረርቲ እዮም። እዚኦም ካኒ ብዙሓት ሰባት እዚኦም ድሮን እዮም ዝብሉ ኣለዉ፣ ዩፎ እዮም ዝብሉ ኣለዉ፣ ገሊኦም ካኒ ካብ መንግስቲ መልሲ ዝጽበዩ ወይ ከዓ እንታይ ዓይነት በረርቲ እዮም ወይ ካኒ መንግስቲ ፈሊጡ ድዩ ዝገብሮ ዘሎ ወይ እውን ብዛዕባ እዚ ኣፍልጦ የብሉን ዝብል ካኒ ብዙሓት ሰባት ከዓ ካብ መንግስቲ መልሲ ይጽበዩ ኣለዉ ማለት እዩ። ስለዚ ሰብ ነናታ እያ ትግምት ዘላ፣ ዓበይቲ መንግስታት እውን ወጺኦም ብዛዕባ እዚ ክፈልጡ ድሌት ከም ዘለዎም ንመንግስቲ ሕቶታት ዘቕርቡ ብዙሓት ጋዜጠኛታት እውን ኣለዉ ማለት እዩ። ስለዚ ብዛዕባ እዞም በረርቲ ኣብ ሰማያት ኣሜሪካ ዝረኣዩ ዘለዉ ኣብ ዝሓለፈ ሓሙስ ናይ ዩናይትድ ስቴትስ ዋይት ሃውስ ሰክዩሪቲ ወሃቢ ቃል ብዛዕባ ኣብ ኒው ጀርዚ ዝተራእዩ በረርቲ እንታይ እዮም ተባሂሉ ተሓቲቱ ነይሩ። እዚ ከኣ ንህዝቢ ሽግር ዝፈጥሩ ከም ዘይኮኑ ጀስት ድሮን ከም ዝኾኑ እዩ ተዛሪቡ ነይሩ። ድሮን ከም ዝኾኑ ንሃገር ወይ እውን ንህዝቢ ስግኣት ዝፈጥሩ ከም ዘይኮኑ ተዛሪቡ ነይሩ ማለት እዩ። ድሕሪ እዚ ግን እዚ ብዙሕ ተቓውሞ ይመፅኦ ብዙሓት ሰበ ስልጣን ወፂኦም ክቃወምዎ ተራእዮም ማለት እዩ። ወይ ከዓ ግልፂ ከም ዘይኮነ ንምንታይ እዩ እንታይ ዓይነት ድሮን እዩ ንምንታይ እውን ኣብ ሰማይ ከም ዘሎ ብሓፈሻ ግልፂ ከም ዘይኮነ ብዙሕ ብዙሓት ሰበስልጣን ተቓውሞኦም ክገልጹ፣ ብዙሓት ጋዜጠኛታት እውን ደጋጊሞም ሕቶ ከልዕሉ ተራእዮም ነይሮም ማለት እዩ። ኢቭን ብዛዕባ ዝተዘርግሐ ሲኣይኤ ከም ዘይፈልጥ ብዙሓት ሰበስልጣን ተሓቲቶም ብዛዕባ እዚ ኣፍልጦ ከም ዘይብሎም ስለ ዝተዛረቡ ብዙሕ ሰብ ግልጺ ኣይኮነሉን ዘሎ ማለት እዩ። ስለዚ ዛሰዋይ ተደጋጋሚ ኣብ ዝተፈላለዩ ዓበይቲ ቴሌቪዥናት እንታይ ምዃኖም ወይ እውን ነናቱ ሰብ ግምት ዝህብ ዘሎ ማለት እዩ። እቶም ዝበዝሑ ግን ንመንግስቲ ክወቕሱ እዮም ዝረኣዩ ዘለዉ፣ ምኽንያቱ ንጹር ዝኾነ መልሲ ኣይሃቦምን።

ዳርጋ ሕቶ ጥራይ እዮም ዘቕርቡ ዘለዉ ወይ ከኣ እንታይ ምዃኑ ንኽፈልጥ እዩ ሰብ ዝጽዕር ዘሎ ማለት እዩ። ብሓፈሻ ግን ንመንግስቲ ክወቕሱ እዮም ዝረኣዩ ዘለዉ ብግልጺ ስለ ዘይተዛረበ ማለት እዩ። ናይ ጀርመን እዩ ኣታ እዛ ጽሕፍቲ ዘይትገድፍዋ ኢኹም እዛ ናይ ጀርመን ትብል። ይሰኣል እንዲ ዘሎ ኖርማል እንዲ ዘሎ

ኖርማል ሰለ ኣይተካብድዋ ናይ ጀርመን ገለገለ ይትበሉ እዚኣ
መቸም ድሮ ግዛእ ተባሂልስ ንዕዳጋ ምስ ከድኩ ኣብቲ ከተማ ረኺበዮም ንህልካ ዝኣቤል ዓርከይ ነይሩ ካልኦት ዕረኽትና ነይሮም ሲ ኣውደ ኣመት እዩሞ ሓደ ሓደ ዶ ክብል ብል ድሓን ባዕልና ባዕልና ባዕልና ብሉ መቸም ከክልተ ምስ ጋበዙንስ ናይ ዕቋር መዕበሪኡ ጠንቂ ተፈሊጡ ካብ ኣፍ ንስማዓዮ ሚቐኢልና ካብዘን ናይ ደርሆስ ቆይ እዞም ዕረኽቲ ኣነ ክጋብዘኩም እዩ